መርሓባ መርሓባ መርሓባ እዞም ደቀይ ከመይ ውዒልኩም ሎመዓልቲ ድማ ፊደል ፊደል ለ ክንምሃር ኢና ፊደል ለ ክንምሃር ኢና ለ ሉ ናቱ ርባሓት ድማ ሉ ሊ ላ ሌ ል ሎ

ከምዚ ጌርና ድማ ነንብባ ለ ሚ ን ለ ሚ ን እዚአን ኣይተምሃርናየን ዘለና እዚኣ እኳ ርኢናያ ኢና ን እዚኣ ግን ንፈለማ ግዜ እያ ሶ ለ ሚ ን ከምዚ ኢልና ኢና ነንብቦ ለ ለሚን ለ ለሚን ለሉ ሊላ ሌልሎ ለ ሉ ሊ ላ ሌ ል ሎ እስከ ዘክሩን እዚኤን ኣማሳስልወን እስከ እዚኤን ሌ እስከ ሪንግስ ዶ ትሪእዎ ኣለኹም ናምበር ፋይቭ ኩሉ ግዜ ማስት እዩ ክህለዋ ሪንግ እዚኣ ድማ ኣንዩዥዋል ኤክሰፕሽናል ሪንግ ብውሽጢ ኣለዋ እዚኣ ድማ ብደገ ኣለዋ ሰለስቲኤን ሪንግ ኣለወን እዚኤን ሪንግ ኣለወን ንዘክረን እተን ካልኦት ግን ተመሳሰልቲ እየን ምስ በዓል ቤቡ ቢባ ቤብቦ ምስኣቶም ተመሳሰልቲ እየን እዚኣተን እዚኤን ግን ክንዝክረን ኢና ሕጂ ብኢድና ክንፅሕፍ ኢና ሶዛት ክትዝክርዎ ማለት እዩ ብኢድና ክንፅሕፍ ኢና ኣብዚ እንታይ ትርእዩ ኣለኹም ፊደለ ትርእዩ ኣለኹም ለ ክፅሕፍ ከለኹ ብላዕሊ እየ ዝጅምር ከምዚ ገይረ ይወርድ ድሓር ተመሊሰ ንላዕሊ ንየማን ድሓር ድማ ንታሕቲ ይወርድ እዛ ፊደል እዚኣ እንታይ ትበሃል ፊደል ለ ትበሃል ፊደል ለ ፊደል ሕጂ ድማ እንታይ ክንገብር ኢና ናታ ርብሓት ኩሎም ክንፅሕፎም ኢና እዚኦም ለ ሉ ሊ ላ ሌ ል ሎ ለ ሉ ሊ ላ ሌ ል ሎ

ለ ከምዚ እዩ ሕጂ ሉ ክንፅሕፍ ኢና ሉ ሉ ክንፅሕፍ ኢና ሉ ድማ እንታይ ኢለኩም እዚኣ ጌርና ኣብ ሳይድ ንገብራ ልጋዴ ኣብ ዜና ንገብራ ሉ እዚኣ ሉ ትኸውን ማለት እዩ ሉ ትኸውን እታ ሳልሰይቲ ድማ ኦኬ እዚኣ ኣብዚ ትፅንሓልና ሶ እንታይ ክገብረኩም ሉ እዚኣ ኣብዚ ጌርናያ ሉ ትንበብ ሉ ትንበብ ሓቂ እዚኣ እሞ ናብዚ ከቐርባ ትሮቦ ልዒላትን ኣላ ሊ ድማ እዚኣ ሊ ሎጋዴ ሊ ከምዚ ጌርና ሊ ንፅሕፍ ሊ ላ ድማ ከመይ ገይረ ፅሕፍ እዚኣ ላ ወል ሓደ እግራ ነዊሕ እዩ ሶ እንታይ ገብር እዚኣ ኣምፅኤ ላ ኣብዚ ገብራ ላ ላ ትንበብ እዚኣ እንታይ ትንበብ ላ ትንበብ ኣናብስ እዚኣ ድማ ልየ እዚን ኩለን ሪንግ ኣለወን ዘክርወን ይኾን ፕሊስ ዚስ ኣር ኤክሰፕሽናል ስሪ ኢን ኤሮ እንታይ ዝበሃል ዘለዎ እዚን እዚኤን እየን ኤክሰፕሽናል እየን ራይዋ እዚኣ ኣብ ታሕቲ እዚኣ ኣብ ውሽጢ እዚኣ ድማ ኣብ ደገ ሶ remember so እዚኣ እንታይ እያ ሊየ ከምዚ ትኸውን ሊየ እዚኣ ማለት እዩ ሊየ ከምዚ ትኸውን ል ኣብዚ ትኸውን ሎ ድማ ኣብዚ ትኸውን ኦኬ ሪመምበር ል ሊየ ል ሊየ ል ሊየ ል

ክንምሃር ኢና ንባብ ክንምሃር ኢና እዚኣ ክጥቀመላ ስለ ዝኾንኩ መንበቢ ክወስዳ እየ ክሰርቃ እየ ኣብዚ የስ የስ ዞም ደቂ ንፉዓት ሶ ፔይ ኣቴንሽን ና ንባብ ንባብ ኩሉ ግዜ ክህልወና እዩ ኣብ ነብሲ ወከፍ ኣልፋቤት ክንምሃር ከለና ኣናብባ ፊደላት ምስ ተምሃርና ንባብ ድማ ንምሃር ቀጸሊ እዚ ን ባ ብ ሪዲንግ ን ባ ብ ቤላ ቤላ ቤላ ሶሪ ኖት ቤላ በ ቤላ ቤላ ቤላ በሎ በሎ

ባላ ሳላ ሎል ሉላ ሌላ ሊሎ ሸል ሻላ ሃ በ ላ በላ በ ሎ በሎ እስከ ኣብዚ ክገብረ በ ሉ በሉ ላ ባ ላባ ባ ላ ባላ ሳ ላ ሳላ ሎ ል ሎል ሉ ላ ሉላ ሌ ላ ሌላ ሊ ሎ ሊሎ ሸ ል ሸል ሻ ላ ሻላ። Great! በላ፣ በሎ፣ በሉ፣ ላባ፣ ባላ፣ ሰላ፣ ሎል፣ ሉላ፣ ሌላ፣ ሊሎ፣ ሸል፣ ሸላ። Thank you ዞም ደቀይ Excellent! Excellent ዞም ደቀይ ፊደል ለ ተማሂርና ኣለና ሎመዓልቲ and ክትዝክርዎም ዝደልየኩም ድማ ዋል ኣይትረስዑ ኣልፋቤት ኣልፋቤት ምጽሓፍ ኣይትረስዑ ኣልፋቤት ምዝካር ኣይትረስዑ ለ ሉ ሊ ላ ሌ ል ሎ ሀ ሌ ል ሎ ሎል ሌ ል ሎ እዚኤን ሰለስቲኤን ኣይትረስዕወን ፍልለየን ፕሊስ ፔይ ኣቴንሽን ሌ ል ሎ ናይዚ ሰሙን ሆምወርክኹም እዚኤን እየን ሌ ል ሎ ደጋጊምኩም ጸሓፍወን እስከ እዚኤን ሰለስቲኤን ፖዝ ጌርኩም you know ፍልልየን ራይወን ሌ ል ሎ ነዚኣ ድማ ብምንታይ ክትዝክርዋ ደልየኩም ነዛ ፊደል ፊደል ለ ብለሚን ለ ለሚን ለ ለ ለሚን ለ ሚ ን ለ ሚ ን ብዝተረፈ ዞም ደቀይ ኣብዚ ወዲእና ኣለና ሰሰናዩ ጥጥዕሙ ንዓኻትኩም ብርሃን ግዜ።